ሰላም ሰላም ክቡራት ተኻታተልቲ ናይዛ ቻነል ኣብዚ ዘለኹሞ ሰላም ቅኒኹም ከም ተስፋ ገብር እምበኣርከ ሎማዓንቲ ድማ መልሲ ናይ ሕቶታትኩም ሒዘ ተመሊሰ ኣለኹ ኣብ ዝሓለፈ ሰሙን ኣብ ዩቱብ ኣብ ፌስቡክ ዝኾነ ሕቶ እንተለኩም ኣናይ ስቶክ ማርኬት ኣብ ኮመንት ጻሓፉለይ ኢለ ፖስት ገይረ ነይረ ብዙሓት ሰባት ብዙሓት ኣሕዋት ድማ ኮመንት ጽሒፎም ብዙሓት ሕቶታት ሓቲቶም ማለት እዩ ናይ ብሓቂ ቴንክ ዩ እትዮም ተሳተፍኩም ማለት እዩ ሎማዓንቲ ድማ ገለ ካብቲ ሕቶታት ክንምልስ ኢና ዘይመለስኮን ድማ ኔክስት ታይም ክንምልሰ ኢና ማለት እዩ ባርከይ እትዮም ዘይትፈልጡኒ ስመይ ማእከለ ይበሃል ኩሉ ግዜ ኣብ ቻነል ክጠቕመናን ክዕብየናን ዝኽእል መደባት ዘቕርብ ብፍላይ ድማ ኣብ ናይ ፋይናንስ ማለት እዩ ከመይ ገሩ ገንዘብና ንዓና ሰሪሑ ገንዘብ የምፃልና ዝብል ኢንቨስትመንት ማለት እዩ ኣብ ስቶክ ማርኬት ይኹን ኣብ ካልእ ኣብ ክሪፕቶ ድዩ ኣብ ዝኾነ ዓይነት ናይ ኢንቨስትመንት ዘለ ዝብል ቪድዮታት ዘቅርብ ተገዳስነት ንሕር ኣለኩም ሳብስክራይብ ግርኩም ናብዛ ዩቱብ ቻነል ክትሓብሩ ትኽእሉ ኢኹም ማለት እዩ እምበኣር ቅዳመይቲ ሕቶ ብሓውና ሃብቶም ኮይና እትዮም ንኸፍተሎም ኣካውንት ብሮከርሲ ሕጋውያንን ደይሕጋውያንን ወይ ጽቡቓትን ሕማቓትንሲ ብኸመይ ከነለልዮም ንኽእል እትብል ሕቶ እያ ማለት እዩ ናይ ብሓቂ ክንድቲ ዕድላት ደለ ክንድኡ ኸኣ መዳናገርቲ ኣሎ ኣብዚ ዘመን እዚ ማለት እዩ ካብትዮም ጽቡቓት እትዮም ሕማቓት ስለ ዝበዝሑ ክትዳናገር ቀሊል እዩ ብዚ ግዜ እዚ ማለት እዩ ንኸይትዳናገር ግን እንታይ ክትገብር ኣለካ ብርድኢትን ባፍልጦን ክትገብሮ ከለኻ ዝኾነ ነገር ተመራጺ ይኸውን ማለት እዩ እምበኣር ብሮከርስ ክንመርጽ ከልና ኩሉ ግዜ ቀዳማይ ክንሪኦ ዘለና ኩሉ ግዜ እንታይ እዩ ሕጋዊ እንዲ ሕጋዊነትን ክንፈልጦ ንድሕር ከይና ዝኾነ ሃገራት ናተን ትካላት ኣለወን ማለት እዩ እንታይ ዝገብራ ትካላት እየን እዚአን ናይ ፋይናንስ ወይን ድማ ናይ ዝኾነ ኢንዱስትሪ ናይ ፋይናንስ ዝቋፀራ ትካላት ኣለዎ ማለት እዩ ሬጉሌሽን ኣለዎ ማለት እዩ ስለዚ እቲኣ ንመርፃ ደለና ወይ እንታይ ንሪኣ ደለና ብሮከርሲ ረጉሌትድ ድያ ረጉሌትድ ኣይከነትን ክንሪኣ ክንክእል ኣለና ማለት እዩ። ኣብቲ ናይ ተቋጸርቲ ናይቲ መንግስቲ ተመዝጊባ ኣላ ድያ ተመዝጊባ የላን ማለት እዩ። ንኣብነት ኣብ ካናዳ ኣነ ኮስትሬድ ይጥቀም ብሮከር ማለት እዩ። ድሕር ኣብዚ ናተይ ክርእየኩም ድሕር ከይነ ኣብዚ ታሕቲ ትርእይዎ ኣለኹም እንታይ ድብል ኣሎ ኣይሮክ ድብል ኣሎ ማለት እዩ። እዚ ኣይሮክ ማለት ኢንቨስትመንት ኢንዳስትሪ ሬጉላቶር ኦርጋናይዜሽን ኦፍ ካናዳ ማለት እዩ። እዚ ሕጂ ሓደ ኦርጋናይዜሽን ወይ ድማ ትካል ከይኑ ተቋፃሪ ናይ ፋይናንስ ወይ ድማ ናይ ኢንቨስትመንት እዩ ማለት እዩ። ዝኾነ ኣብዚ ኢንቨስትመንት ዘለ ቅርሺ ካበይ መፅያ ናበይ ከይዳ ናይ መን ገንዘብ እዩ ገለ ዝብል ኩሉ እዚ ተቋፃሪ ኣካል እዩ ማለት እዩ። ናይ መንግስቲ ከይኑ ተቋፃሪ ኣካል እዩ ማለት እዩ። ስለዚ ሕጂ እዚ ሰኪር እዩ ማለት እዩ ከምኡ በዚኣ ጎኒ ትሪእዋ ዘለኹም CIPF ትብል ኣላ ማለት እዩ መምበር ኦፍ CIPF እዚ መምበር ኦፍ CIPF ካ ኢንሹራንስ እዩ ማለት እዩ ዝኾነ መቸም ማኪና ንድሕር ገዚኻ ቀዳመይቲ ትገብራ እንታይ ኢኻ ኢንሹራንስ ኢኻ ትወላ ማለት እዩ እዚኦም ከዓ እዞም ብሮከር ከዓ ገንዝ ኣካውንት ብሮከር ምስ ከፈቱ ከዓ ኢንሹራንስ ይኣትዎም ማለት እዩ ድሕር ዝኾነ ሃክ ድዩ ወይ ዝኾነ ባንክራፕት ኣጋጢሞ ማለት እያ ካምፓኒ ያ ብሮከር ማለት እዩ ገንዘብካ ንክመልሱልካ ምእንቲ ማለት እዩ። ንኣብነት ኮስትረይድ ክሳብ ሓደ ሚልዮን ዶላር ክመልሱልካ ይኽእሉ ማለት እዩ። እዚ ኢንቨስት ገረሉ እዚ ኣካውንት ከፊተሉ ዘለኹ ማለት እዩ። ካልእ ከኣ ሓንቲ ንእሽተይ ትሪክ ክበኩም እየ ማለት እዩ። እሳ ከኣ እንታይ እያ ኣብ ዝኾነ ቦታ ማለት እዩ እስካም እንድሕር ከይኑ ወይ መዳነገርቲ እንድሕር ከይኖም ኩሉ ግዜ ዘተሃራርፍ ቀረባት እዮም ዘዳልውልካ ማለት እዩ። እንድሕር ከም ገለ ኢሎም ኢሜልካ ወይ ቴሌፎንካ እንድሕር ረኺቦም ዓሰርተ ግዜ ኢመል ናገበሩ ተለፎን ናደወሉ ይብጽብጹኻ ማለት እዩ ከምዚ ኣለና ክንድዚ ግበር ከምዚ ግበር ከምዚ ግበር ከምዚ ግበር ናበሉ ዘተሃራርፍ ድኸነ ኣብ ዝኾነ ቦታ ማለት እዩ ዘተሃራርፍ ፍሉይ ዝኸነ ዘይተራእየ ነገር እዮም ከርእዩኻ ዝፍትኑ ማለት እዩ እቲ ኣቓልቦኻ ንምስሓብ ብዙሕ ነገር እዮም ዝጽዕሩ ማለት እዩ ስለዚ በዚኣ እውን ክንፈልዮም ንኽእል ኢና ማለት እዩ ስካም እንድሕር ኮይኖም መብዛሕትኡ ግዜ ዓሰርተ ግዜ ኢመልን ቴሌፎናትን እናሰደዱ ጦቕ እዮም ዘብሉኻ ማለት እዩ ስለዚ ቀዳመይቲ ክንሪኣ ዘለና እንታይ እያ? ሬጉሌትድ ድዩ ሬጉሌትድ ኣይኮነን ማለት እዩ። ሬጉሌሽን ክንርኢ ክንክእል ኣለና ማለት እዩ። ትክ- ኣብቲ ትካል ናይ እ፣ ተቋጸርቲ ትካል ናይ እ፣ ኢንቨስትመንት ምዝጉብ ድዩ ምዝጉብ ኣይኮነን ክንርኢ ኣለና ማለት እዩ። ንኣብነት ኣብ ካናዳ ኣየሮካ ኣለና፣ ኣብ ዩኤስ ኤስሲሲ ኣለና ማለት እዩ። ከምኡ ከዓ ኣብቲ ዘዘለኹሞ ሃገራት ከዓ ነናተን ስለ ዘለወን እ፣ ቸክ ክትገብሩ ከለኹም እቲ ዝበለጸ እዩ ማለት እዩ። ካልኣይቲ ሕቶ ድማ ብሓውና ቢናም ከይና እንታይ ኢሉ ሓቲትና ስለምንታይ እየን ገለ ካምፓኒታት ዲቪደንድ ዝኸፍላ ገለ ድማ ዘይከፍላ ኢሉ ማለት እዩ ናይ ብሓቂ ኣብ ስቶክ ማርኬት ኩሉ ግዜ ብክልተ መገዲ ኢና ንርብሕ ማለት እዩ ተቀዳማይ ካፒታል ጌን ተባሂሉ ይጽዋዕ እዚ ከዓ ቀሊል እዩ ክትርድኦ ማለት እዩ ርእሰ ማልነትካ ክውስኽ ከለ ማለት እዩ ንኣብነት 100 ዶላር ድሕር ኢንቨስት ገርካ ኣብ ሓንቲ ስቶክ ድሕሪ ሽዱሽተ ወርሒ ወይ ድሕሪ ዓመት ሚእትን ሓምሳን ዶላር ከይና እዚኣ ስቶክ ንስኻ ሓምሳ ዶላር ከሲብካ ኣለኻ ማለት እዩ ወይ ድማ እቲ ካፒታል ጌን ጌርካ ኣለኻ ማለት እዩ ርእሰ ማል ናትካ ወሲኽልካ ኣሎ ማለት እዩ እዚ ቀዳማይ ንኸስበሉ ኣብ ስቶክ ማርኬት እዩ ካፒታል ጌን ተባሂሉ ዝጽዋዕ ማለት እዩ ካልኣይ ድማ ዲቪደንስ ማለት እዩ ዲቪደንስ ከኣ ካምፓንታት ካብቲ ዝረብሖኦ ገለ ፐርሰንተጅ ንኣውፈርቲ ዝህብኦ ገንዘብ ማለት እዩ ኩለን ካምፓንታት ግን ኣይከነን ዝህባ ማለት እዩ እተን ዝህባ በዓል መን እየን ድሕሪ ኢልና መብዛሕትኤን ባንክታት ማለት እዩ ፋይናንሻል ኢንስቲትሽን ከም በዓል ባንክታት ከምኡ እውን እዚን ላይፍ ኢንሹራንስ ካምፓንታት ከምኡ ከም በዓል ኮካ ኮላ በዓል ማክዶናል እዚን ዲቪደንስ ዝኸፍላ ማለት እዩ እዚን ኩሉ ግዜ ኣብቲ ካምፓኒ ብብዝሒ ዕቤት ኣይርእያን እየን ማለት ዕቤት ማለተይ ዓመታዊ ሓዱሽ ነገር ዘተኣትትዎ ብዙሕ ነገር የለን ማለት እዩ ስተብል ዝኸናየን ውሑሳት ዝኸናየን ኣካይደን ከኣ ቀስ ናበላ እየን ዝኸዳ ማለት እዩ ስለዚ እቲ ዝኣተወ ገንዘብ ወይ እቲ መክሰብ ገንዘብ ዘጥፍኦ ቦታ የብለን ማለት እዩ ኣብ ዝኾነ ከጥፍኦ ስለ ዘይደላ እንታይ ገብራ ገለ ፐርሰንተጅ ላይክ 50 60 70 ፐርሰንት ኩለን ነናተን መዕቀኒ ኣለወን ገለ ሚእታዊት ንኣውፈርቲ ዲቪደንስ ገረን ይህባ ማለት እዩ እቲ ዝተረፈ ገለ ፐርሰንተጅ ከኣ ኣብቲ ካምፓኒ ኢንቨስት ይገብርኦ ማለት እዩ። እቲኤን ዲቪደንድ ዘይከፍላ ከ ከም በዓል መን እየን እንታይ ዝኸና እየን እንድሕር ኢልና ድማ ከም በዓል ኣማዞን፣ ፈይስቡክ፣ ጉጉል፣ ትዊተር፣ ቴስላ እዚኤን ዲቪደንስ ኣይከፍላን እየን። ካብዚኤን ብካፒታል ጌን ጥራይ ኢና ንረብሕ ማለት በቲ ርእሰ ማልነትና ብኡ ጥራይ ኢና ክንረብሕ እንኸእል ማለት እዩ። ንምንታይ እየን ዘይከፍላ እንድሕር ኢልና ንኣብነት ፌስቡክ ንበል ፌስቡክ መቸም ዓመታዊ እንታይ ዓይነት ሓድሽ ነገር ዓመታዊ ደገነስ መዓልታዊ ክትብሎ ትኽእል እንታይ ዓይነት ሓድሽ ነገር ኣብ ፌስቡክ ንርኢ ኣለና ፍሉይ ነገር እዩ ቴክኖሎጂ ስለ ዝኸነ ናይ ቴክኖሎጂ ካምፓኒ ስለ ዝኸነ ቢልዮናት ዶላራት ገንዘብ እንዳእተወ ከለ እንዳኸሰበ ከለ እንታይ ይገብሩ እቲ ገንዘብ መሊሱ ኣብቲ ካምፓኒ ሪኢንቨስት ይገብሩ ሓድሽ ነገር ንምፍጣር ካብቲ ዘለዎም ንላዕሊ ኣጸቢቖም ንኸዓብዩ ወይ ድማ ተወዳደርቲ ምእንቲ ንክኾኑ ኩሉ ግዜ እንታይ ይገብሩ ሓድሽ ነገር የተኣታተዉ ማለት እዩ ስለዚ እዚኤን ናይ ቴክኖሎጂ ካምፓኒ ወይን ድማ እዚኤን ናእሽቱ ካምፓንታት ኣይከፍላንን ዲቪደንስ ንምንታይ እቲ ገንዘብ የድልየን እዩ ሓድሽ ነገር ሓድሽ ቴክኖሎጂ ወይን ሓድሽ ስራሓት ንክእትዋ ብዙሕ ፃዕሪ ብዙሕ ገንዘብ ስለ ዘድልየን ኩሉ ዝከሰብዎ ገንዘብ ኣብቲ ካምፓኒ ሪኢንቨስት ወይን ድማ ብዳግማይ ኢንቨስት ይገብርኦ የዋፍርኦ ማለት እዩ ስለዚ እቲኤን ካምፓኒ ዲቪደንስ ዝከፍላ ዲቪደንስ ስቶክ ተባሂለን ይፅዋዓ እቲኤን ደይከፍላ ድማ Growth Stock ማለት እዩ ናይ ዕብየት ስቶክ ተባሂለን ዝጽዋዓ ማለት እዩ ከምዚ ናይ ኣብነት በዓል ቴስላ በዓል ኣማዞን ማለት እዩ ስለዚ ተስፋ ገብር ተመሊሳትልካ ክትከውን ቢኒ እታ ሳልሰይቲ ድማ ኣብ ስቶክ ማርኬት ሲ ገንዘብካ ምውፋር ጥራይ ዘድልየካ ዝኾነ ፍልጠት ወይ ዝኾነ ናውለጅ ሲ ክሳብ ክንደይ እዩ ደረጃ ትምህርቲ ዝሓትት ትብል እያ ማለት እዩ እዚኣ ሕቶ ናይ ብሓቂ እዋናዊትን ኣገዳሲትን እዋናዊትን ሕቶ እያ ማለት እዩ ምክንያቱ ናይ ብሓቂ ኣብ ስቶክ ማርኬት ኢንቨስት ክትገብር ዲፕሎማ ዊን ዲግሪ ዊን ማስተር ዲግሪ ኣይከነን ዘድልየካ ማለት እዩ እቲ ዘድልየካ እንታይ ንሕሪ ኢልና ርድኢት ናይ ስቶክ ማርኬትን ከምኡ እውን እንታይ ኢንቨስትመንት ከመይ ዝሰርሕ ስነ ሓሳብን ክርዳእካ ክኽእል ኣለዎ ማለት እዩ እዚ ከዓ ካበየና ንረኽቦ ንሕርና ግዴታ ግዴታ ኮርሳት ናይ ስቶክ ማርኬት ክንወስድ ክንክእል ኣለና ማለት ዝኾነ ኮርስ ናይ ስቶክ ማርኬት ካይወሰድካ እንድሕር ኢንቨስት ክትገብር ጀሚርካ ሓብተይ ኢልኒ ዓርከይ ኢልኒ ኩሰይ ኢልኒ ኣብ ኩሰ ሰሚዐ ኢልካ እንድሕር ኢንቨስት ትገብር ኣለኻ እንካ ናይ ብሓቂ ናይ ብሓቂ ክትጥንቀቅ ኣለካ ማለት እዩ ዝኾነ ኮርሳት ካይወሰድና ክንጅምር ናይ ብሓቂ ጽቡቅ ኮይኑ ኣይስምዓንን ማለት እዩ ስቶክ ማርኬት ከመይ ገረ እየ ነዝርኦ ኩሉ ግዘ ከም ባሕሪ ገርና ንውሰዶ ባሕሪ መቸም ዝተፋለለየ ዓይነት ዓሳ ኣለዎ ባሕሪ ማለት እዩ ዝኾነ ሰብ ክገፍፍ ይኽእል እዩ ዓሳ ኣብ ባሕሪ ኮይኑ ማለት እዩ እቲ መሳርሒ ዘይብሉ ሰብ ግን ኣብ ጫፍ ከይኑ እዩ ዝገፍፍ እቲ መሳርሒ ጃልባ ዘለዎ ሰብ ቁሩብ ውሽጢ እትው ኢሉ ክገፍፍ ይኽእል እዩ። መርከብ ዘለዎ ሰብ ግን ኣብ ማእኸል ኣትዩ ክገፍፍ ይኽእል እዩ ማለት እዩ። እዚ ሕጂ ኣብ ስቶክ ማርኬት ገንዘብ ኣይከነን ዘድልየካ ማለት እዩ። እቲ ቀንዲ ዘድልየካ እንታይ እዩ ፍልጠት ናይ ስቶክ ማርኬት ማለት እዩ። ፍልጠት እንድሕር ኣለካ ኮይኑ ብዛዕብኡ ማለት እዩ። ዝኾነ ዲግሪ ዊን ዲፕሎማ ኣይከነን ዝብል ዘለኹ። ፍልጠት ግን ብዛዕብኡ ኮርሳት ድዩ፣ መፅሓፍቲ ምንባብ ድዩ ከምኡ እውን እዚ ዩቱብ ቻነል ከምዚ ኣነ ዘቕርቦ ቪድዮታት ብብዝሒ እንድሕር ሰማሕንካ ናይ ዝተፈላለየ ሓሳባት ወሲድካ ክትርድኣካ ሞር እውን ኣፍልጦ ክህልወካ ይኽእል እዩ ማለት እዩ ስለዚ ደረጃ ትምህርቲ ይሓትት እዩ ንዝብል ኣይ ዶንት ቲንክ ሶ ድሓትት ከይኑ ይስምዓኒ እንተኾነ ግን ግድነት ግድነት ኮርሳት ክትወስድ ክትክእል ኣለካ ማለት እዩ ምክንያቱ ንሕር እቲ ትገብሮ ዘለካ ንሕር ዘይትፈልጥ ኣለካ እንታይ ትገብር ከም ዘለካ ንሕር ዘይፈሊጥካ ሪስኪ ኣቲኻ ኣለካ ማለት እዩ ስለዚ ብዝተኻእለኩም ኮርሳት ክትወስዱ ክትክእሉ ኣለኩም ማለት እዩ። ካልእ ራብዓይቲ ሕቶ ግድነት ዲኻ ወርሓዊ ኣብ ስቶክ ማርኬት ኢንቨስት ክትገብር ዘለካን ትብል እያ ማለት እዩ። ናይ ብሓቂ ዝኾነ ሰብ ገዲዱ ከምዚ ግበር ክንድዚ ኢንቨስት ግበር ዝብለካ ሰብ የለን ማለት እዩ። ኢትስ ኦል ኣፕ ቱ ዩ ማለት እዩ። ኩሉ ነገር ኣባኻ እዩ ዝምርኮስ ማለት እዩ። ንምንታይ ወርሓዊ ኢንቨስት ግበር ኢሉ ዝኾነ ሰብ ሪኮመንድ ዝገብረካ ወይ ዝነግረካ እንድሕር ኢልና ግን እቲ ውጽኢት ኣብኡ ሰለዘለ እዩ ማለት እዩ። ዝበዝሐ ውጽኢት እንድሕር ክትረክብ ኴንካ፣ Consistency፣ ወይን ድማ ወርሓዊ ብቐጻልነት እንድሕር ኢንቨስት ትገብር ኴንካ ውጽኢታዊ ትኸውን ማለት እዩ። ንበል ንኣብነት እቲ ማርኬት ኩሉ ግዜ ከምዚ ንርእዮ Up and Down እናበለ እዩ ዝኸይድ ማለት እዩ። Up and Down ክኸውን ከሎ ንኣብነት እዚኣ ወርሒ እዚኣ ንሓንቲ ስቶክ እንድሕር ብሚእቲ ዶላር ገዚእኻያ መምኪን ትመጽእ ዘላ ወርሒ ብሰማንያ ዶላር ክትከውን ትኽእል እያ። መምኪን እቲኣ ትመጽእ ዘላ ወርሒ ብተስዓ ዶላር ክትከውን ትኽእል እያ። ምናልባት እቲኣ ትመጽእ ዘላ ከኣ ሚእትን ዓሰርተን ክትከውን ትኽእል እያ። ስለዚ እስኻ እንድሕር ወርሓዊ ትገዝእ ኴንካ ኣብ ዝኸበረሉን ኣብቲ ዝሓሰረሉን ግዜ ትገዝእ ኣለኻ ማለት እዩ። ኣቨረጅ ትገብሮ ኣለኻ ማለት እዩ ተዘይ ከይኑ ከኣ ጸገም የብሉን ወርሓዊ ንድሕር ዘይብልካ ግድነት ኣይክንካን ወርሓዊ ኢንቨስት ግበር ዝብለካ ማለት እዩ እቲ ውጽኢታዊ ዝኸነ ኢንቨስትመንት ግን ወርሓዊ ኢንቨስት ክትገብር ከለኻ ሞር ውጽኢታዊ ሰለ ዝኸነስ እዩ ሰብ ወርሓዊ ኢንቨስት ግበር ዝብለካ ማለት እዩ ወላ ንውን ተያ ኩሉ ግዜ ሪኮመንድ ዝገብረኩም ብዝተኻእለኩም ዓቕሞም ሓምሳ ድያ ሚእቲ ድያ ሽሕ ድያ ዋትኤቨር ወርሓዊ ኢንቨስት ክትገብር ከለኻ እቲ ውፅኢታውን እቲ ተመራፅን ይኸውን ማለት እዩ። ድሕሪኡ ዝነበረት ሕቶ ድማ መዓስ ትገዝእ ኣብ ስቶክ ማርኬት መዓስ እዩ እቲ ዝበለፀ ግዜ ክትገዝእ ትብል ሕቶ እያ ማለት እዩ። እዚኣ ናይ ብሓቂ ፅብቕቲ ሕቶ እያ ማለት እዩ። ምክንያቱ ኩሉ ግዜ ከምዚ ቀዲመ ዝበልክዎ ወርሓዊ ኩሉ ግዜ ኢንቨስት ክትገብር ከለኻ እቲ ተመራፂ እዩ ማለት እዩ። ካልኣይ እቲ ዝበለፀ ግዜ መዓስ እዩ ንዝብል ድማ ስቶክ ማርኬት ክራሽ ክኸውን ከሎ ማለት እዩ። ኣፍኮርስ እዚኣ ተሰንብድ ዘረባ እያ ግን እቲ ዝበለፀ ግዜ መዓስ እዩ እንድሕር ኢልና ስቶክ ማርኬት ክራሽ ክኸውን ከሎ ማለት እዩ። እንታይ ይብለና ዋረን ባፈን ቢ ግሪዲ ወን ኣደርስ ፊርፉል ቢ ፊርፉል ወን ኣደርስ ግሪዲ ኩሉ ሰብ ክሃድም ከለ ኩሉ ሰብ ክጎይ ከለ ንስኻ ኣንጻሮም ግበር እዩ ዝብለና ማለት እዩ እቲ ቀንዲ ማስተር ክትገብሩ ዘለካ ናይ ስቶክ ማርኬት ከዓ ንሱ እዩ ማለት እዩ ኩሉ ሰብ ንኣብነት ኣብ ዝሓለፈ ዓመት ክራሽ ከይኑ ነይሩ ማለት እዩ። ብዙሕ ሰብ ይጎይ ነይሩ፣ ይሃድም ነይሩ ማለት እዩ። ብኣንጻሩ ብዙሓት ሰባት ከኣ ይገዝኡ ነይሮም ማለት እዩ። ብነብሰይ ኣነ ሕጂ ብዙሕ ገዚኤ ማለት እዩ። ስለዚ ክራሽ ከይኑ ዕስራ ፐርሰንት፣ ሰላሳ ፐርሰንት ክራሽ ክኸውን ከለ እዚ እቲ ዝበለጸ ወርቃዊ ግዜ እዩ ማለት እዩ። ምኽንያቱ እቲ ዝበዝሐ ኣብ ስቶክ ማርኬት ኢንቨስት ገሩ ዘለ ብኣፍልጦ ኣይከነን ኩሉ ብስምዒት ተደሪኹ እዩ ዝኸድ ማለት እዩ። ኩስቶ ኢላትኒ ካብ ኩስቶ ሰሚዐ ከም ሰሚዐ ኢሉ ስቶክ ማርኬት ኢንቨስት ስለ ዝጅምር እቲ ማርኬት ክራሽ ክኸውን ከለ ወይን ድማ እቲ ማርኬት ሰላሳ ኣርብዓ ፐርሰንት ዳውን ክኸውን ከለ ኩሉ ሰብ እንታይ እዩ ዝገብር ራን እዩ ዝገብር ማለት እዩ ይሃድም ማለት እዩ ምክንያቱ ጠፋእኹ ጠፋእኹ ስለ ዝብል ማለት እዩ እቲ ትሩሊ ሳክሰስፉል ኢንቨስተር ወይን ድማ እቲ ናይ ብሓቂ ማይንድሰት ናይ ኢንቨስተር ግን ብኣንጻሩ እዩ ዝገብር ማለት እዩ ኩሉ ግዜ ኣብ ስቶክ ማርኬት ኣይከነን ስቶክ ማርኬት ኣይኽስበካን እዩ ዘኽስበካን ዘኽስረካን your mind እንታይ ዓይነት ውሳነ ትውስን እንታይ ዓይነት ኣገባብ ትጥቀም ማለት እዩ ስለዚ እቲ ዝበለፀ ግዜ ኢንቨስት ክትገብረሉ ወይ ኩሉ ግዜ ክትገዝኣሉ ዘለካ ወርሓዊ ወይ ኩሉ ግዜ ክትገዝእ ከለካ እቲ ተመራፂ ማለት እዩ ከምኡ ከዓ እቲ ስቶክ ክራሽ ክኾን ከለ ወይ ድማ 10 20 ፐርሰንት ክጎድል ከለ ማለት እዩ እዚ ግን ኣብቲ ንስኻ ተኣምነሎምን ኣብቲ ዓበይቲ ካምፓንታት ክኸውን ከሎ'ዩ ዝበለጸ ማለት'ዩ። ኣብ ናእሽቱ ካምፓንታት ወይ ናብ ሕማቕ ካምፓኒ እንድሕር ኢንቨስት ገርካ እተን ካምፓኒ ባንክራፕሲ ክኾና ስለ ዝኽእላ ክትጥንቀቕ ኣለካ ማለት'ዩ። ኣብ ስቶክ ማርኬት'ሲ ምስ ገዛእካዮ ኢንቨስት ምስ ገበርካ ምስ ገዛእካዮ'ሲ እቲ ገዚእካሉ ዘለኻ ዳውን እንድሕር ኮይኑ ወይ ድማ እንድሕር ነገ እንድሕር ወሪዱ እንታይ ትኣቱ ዕዳ ትኣቱ ዲኻ ትብል ሕቶ እያ ማለት እዩ። ናይ ብሓቂ ነገቲቭ ድበሃል ነገር የለን ንኣብነት ንሕር ኣነ ኣብ ኣፕል ኢንቨስት ገረ ሽሕ ዶላር ኣፕል ንሕር ጽቡቅ ከይዶም ጽቡቅ ክትዓቢ እያ ማለት እዩ ንሕር ጽቡቅ ደይ ከይዶም ክትጎድል እያ ማለት እዩ ንሕር ከሲሮም ጠቅላላ ኣፕል ንሕር ባንክራፕስ ኮይኖም ከኣ እታ ሽሕ ዶላር ጥራይ ዝኸስር ማለት እዩ ስለዚ ብገንዘብካ ንሕር ኢንቨስት ትገብር ኣለኻ እንጋ ገንዘብካ ጥራይ ኢኻ ትኸስር ማለት እዩ እቲ 100% እቲኣ ካምፓኒ ንሕር ጠቅላላ ካብ ምድሪ ዓለም ጠፊኣ ዊን ባንክራፕት ከይና ንስኻ ገንዘብካ ምስእን ትኸስር ማለት እዩ። ስለዚ ኩሉ ግዜ ኢንቨስት ክትገብር ከለኻ ኣብ ብሉ ቺፕ ዝኾነ ዓበይቲ ካምፓኒታትን ወልነውንን ከምኡኻ ኣብ ኢቲኤፍ ወይ ድማ ኣብ ኢንዴክስ ፋን ኢንቨስት ክንገብር ኣለና ማለት እዩ። ንኣሽቱ ካምፓኒ ወይ ዝኾነ ነጋራት ካምፓኒ ብዙሕ ሪኮመንድ ኣይገብርን እየ ማለት እዩ። ምናልባት ግን ትሬድ ትገብር እንድሕር ኬንካ ትሬድ ትገብር ሰባት መብዛሕትኡ ግዜ እንታይ እዮም ዝገብሩ እንድሕር ትሬድ ማለት እዚኦም ሾርት ተርም ማለት እዩ መዓልታዊ ገዚኦም ዝሸጡ ማለት እዩ እዚኦም ብዛዕባ ፋንደሜንታል ወይ ብዛዕባ ስነ ሓሳብ ናይቲ ካምፓኒ ኣየገድሶምን ማለት እዩ እቲ ኦንሊ ዘገድሶም እንታይ ቴክኒካል ጥራዮም ዝርእዩ ማለት እዩ ስለዚ እንድሕር ትሬደር ኮንካ እቲኦም ካምፓኒ ወይ እቲኦም ብሮከር ትጥቀመሎም መብዛሕትኡ ግዜ እንታይ ይብሉኻ ብገንዘብና ገርካ ኢንቨስት ግበር ወይ ንማ ባይንግ ፓወር ክንህበካ ይብሉኻ ማለት እዩ እንታይ ይገብሩኻ እንድሕር ዓሰርተ ሽሕ ዶላር ኣለካ ዓሰርተ ሽሕ ዶላር ንሶም ከዓ ይህቡኻ ማለት እዩ በዚ ጌርካ ተጠቀመሉ ይብሉኻ ማለት እዩ ናይ ብሓቂ ፅቡቅ እዩ ግን ኢትስ ሃይ ሪስኪ ማለት እዩ ምክንያቱ ንምንታይ እንድሕር ኢልና እንድሕር ሉዝ ጌርካ ገንዘብካ ጥራይ ኣይከንካን ሉዝ ትገብር ዘለኻ እቲ ዓሰርተ ሽሕ ዘለቁሑኻ ከዓ ካብ ጅባኻ ክትከፍሎም ኢኻ ማለት እዩ ስለዚ ኩሉ ግዜ ኢንቨስት ክትገብር ከለኻ ብገንዘብካን ዝኾነ መርጅን ኣካውንት ክትጥቀም ፅቡቅ ኮይኑ ኣይስማዓንን ማለት ብፍላይ ብፍላይ ንጀመርቲ ሰባት መርጅን ኣካውንት ኢትስ ሃይ ሪስክ ማለት ምክንያቱ እንታይ ትገብር ኣለካ እውን ብዕምቆት ዘይተረዳእካ ንድሕር ትም ኢልካ መርጅን ኣካውንት ገይርካ ንድሕር ትሬድ ትገብር ጀሚርካ ኢትስ ኮምፕሊትሊ ሓደገኛ እዩ ማለት እዩ ውፅኢቱ ገንዘብካ ጥራይ ደይከነ ገንዘብ ናይቶም ዘእውዱኻ ዘለዉ ዘልቁሓ ዘለዉ ክትከፍሎም ሰለ ዝደኸንካ ማለት እዩ። ንሶም እንታይ እዮም ዝገብሩ ንድሕር ዝኾነ ካብቲኣ ንሶም ዝተመንዋ እቲኣ ስቶክ ንድሕር ትወርድ ኣላ ኮይና ቀልጢፎም ይድውሉልካ ማለት እዩ። ወይን ገንዘብ ወስኽ ወይን ድማ እዚ ዘለ ኩሉ ሸጥና ገንዘብና ክንወስድ ኢና ይብሉኻ ማለት እዩ። ስለዚ ናይ ብሓቂ ትሬደር ንድሕር ኬንካ ክትጥንቀቕ ክትክእል ኣለካ ማለት እዩ። ካልእ ሾርት ተርምን ሎንግ ተርም ኢንቨስትመንት እንታይ ፍልልዩ ትብል ኔራ ማለት እዩ። ናይ ብሓቂ ሾርት ተርምን ሎንግ ተርምን ኮምፕሊትሊ ዲፈረንት ማለት እዩ። ዘራኽብ ነገር የብሎምን ማለት እዩ። Long term ክበሃል ከሎ ኩሉ ግዜ ካብ ሸውዓተ፣ ሸሞንተ፣ ዓሰርተ፣ ዕስራ ዓመት ልዕሊኡ ማለት እዩ። ካብ ሸውዓተ ዓመት ልዕሊኡ ዘለ Long term ተባሂሉ ይጽዋዕ ማለት እዩ። ካብ ሰለስተ ዓመት ንታሕቲ ዘለ ድማ Short term ተባሂሉ ይጽዋዕ ማለት እዩ። ኩሉ ግዜ Short term ማለት እዚኦም ኣብ ሓጺር ግዜ ገዚኦም ዝሸጡ ማለት እዩ። ናይ ብሓቂ እዚ Still Risk ኣለዎ ማለት እዩ። ምኽንያቱ ማርኬት ኣብ ሓጺር ግዜ ክግመት ኣይክእልን እዩ ማለት እዩ። ድሕር ንኣብነት ንዓመት ንድሕር ኢንቨስት ትገብር ኣለኻ እስኻ እስቲል ሾርት ተርም ኢኻ። ክልተ ዓመት ንድሕር ኢንቨስት ትገብር ኣለኻ እስቲል ሾርት ተርም ኢንቨስተር ኢኻ ዘለኻ ማለት እዩ። ሎንግ ተርም ኢንቨስተር ኣይከንካን ማለት እዩ። እዚ ቁሩብ ክብድ በለ እዩ ማለት እዩ። ምክንያቱ ሎንግ ተርም ኩሉ ግዜ ካብ ሸውዓተ ሸሞንተ ዓመት ንላዕሊ እንድሕር ከይኑ እንድሕር ኢንቨስት ትገብር ኣለኻ ከንካ እስኻ ሎንግ ተርም ኢንቨስተር ተባሂልካ ትጽዋዕ ማለት እዩ። ወይ ድማ ሎንግ ተርም እዩ ማለት እዩ። ሾርት ተርም ከኣ ካብ ሰለስተ ዓመት ንታሕቲ እንድሕር ኢንቨስት ትገብር ኣለኻ ከንካ ከኣ ሾርት ተርም ኢንቨስተር ኢኻ ማለት እዩ። ናይ ብሓቂ ሾርት ተርም ሓደገኛ እዩ ማለት እንታይ ሓደገኛ ዘግብሮ ኩሉ ግዜ ወርሓዊ ወይ ዓመታዊ ወይ ኣብ ሽዱሽተ ወርሒ ወይ ኣብ ዓመት ኢኻ ገዚእኻ ትሸይጥ ማለት እዩ እዚ ከዓ እቲ ቀንዲ ሓደገኛ ዘግብሮ እንታይ እዩ ማርኬት ክትግምቶ ስለ ዘይትኽእል ማለት እዩ ንኣብነት 2020 ክራሽ ኮይኑ ነይሩ ስቶክ ማርኬት ንስኻ ንድሕር ንዓመት ፕላን ጌርካ ንድሕር ኢንቨስት ጌርካ ንድሕር ማርኬት ክራሽ ኮይኑ እንታይ ክትገብር ኢኻ ኣማራፂ የብልካን ዘለካ ሸይጥካ ትወፅእ ኢኻ ማለት ስለዚ ብኽሳራ ክትወጽእ ኢኻ ማለት እዩ ናይ ብሓቂ ሾርት ተርም ኢትስ ቁርብ ዳንጀር ኩን ዝበለ እዩ ሎንግ ተርም ከኣ ኩሉ ግዜ ካምፓንታት ፋንድመንታል ናተን ርኢኻ ንነዊሕ ንሸውዓተ ሸሞንተ ዓመት ማለት እዩ ወላ ኣብ ናይ ኤስኤምፒ ፋይፍ ሃንድረድ እንድሕር ርኢና መብዛሕትኡ ግዜ ሾርት ተርም ተዓዊቶም ኣይፈልጡን እዮም ማለት ዝበዝሐ ግዜ ኣብ ሾርት ተርም ሃይ ሪስክ እዩ ዘለዎ ማለት እዩ ምክንያቱ ሾርት ተርም ኣይግመትን እዩ ማለት እዩ ሎንግ ተርም ግን ግዜ ስለ እትህቦ ግዜ ኤቭሪቲንግ ሰትል ዝገብሩ ማለት እዩ። ንዝኾነ ነገር ኣመዓራርዩ ስቶክ ማርኬት ኣብ ነዊሕ ግዘ ኣወንታዊ ዝኸነ ምልሲት ዝመለስ ማለት እዩ። ስለዚ ሎንግ ተርምን ሾርት ተርምን ዝይመስል ፍልልዩ ብሕፅር ዝበለ ማርከይ እዚኤን ይመስላ ነይረን ተስፋ ይገብር ሕቶታትኩም ብግቡእ መሊሰ ክኸውን። እተን ዝተሪፈን ዘለዋ ሕቶታት ድማ ኣብ ቀጻሊ ክንምልሰን ኢና ማለት እዩ። ዝኾነ ሕቶ ወይ ዝኾነ ተወሳኺ ርእይቶ እንድሕር ኣለኩም ከኣ ኣብ ኮመንት ምጽሓፍ ኣይትረስዑ። እዚኣ ቪድዮ እንድሕር ዝኾነ ቫልዩ ረኺብኩምላ ፕሊስ ላይክ በልዋ ከምኡ ውን ናብ ካልኦት ሰባት ምእንቲ ክትበጽሕ ሸር ሸር ኣይትረስዑ ማለት ሸር ግበርዋ ማለት እዩ። ስለዚ ኣብ ቀጻሊ የራኽበና ሰላም መዓልቲ ሰላም።